ሰላም ሰላም መርሓባ መርሓባ ኣብዚኣ ድማ ንተምሃሮና ንባብ ክትህልወና እያ ንተምሃሮ ደቅና ንባብ ክትህልወና እያ ሓይሊ ወቕትን ሰዓትን ኣብ ሂወት ሂወት በብወቕቱ እያ ትግለጽ ወቕትን ሰዓትን ምርዳእ ድማ ሓደ ካብቶም ዝዓበዩ ኣቕዋማት ጥበብ እዩ። ኣብ ንእስነትና ግዜና ኣብ ትምህርቲ ከነውዕሎ ከሎና፣ ንነፍሲ ወከፍ ናይ መጻኢ ስጉምትና ዝድግፍ ድልዱል መሰረት ንሃንጽ። ኣቐዲምና ክብ ግባት ምስ እንወስድ ናብ ንቡር ክንምለስን ክንዓብን ክንዕወትን ንገዛእ ርእስናትና እኹል ግዜ ንህብ። ኣገደስቲ ውሳኔታት ምውንዛፍ ግን መብዛሕትኡ ግዜ ናብ ዕድላት ምኽሳርን ጣዕሳን እዩ ዘምርሕ። ከምቲ ሓረስቶት ቅድሚ ምዝርኦም ዘይዓጽዱ፣ ዓወት እውን ናቱ ባህርያዊ መስርሕ እዩ ዝኽተል። ነፍሲ ወከፍ ደረጃ ህይወት ነናቱ ዕላማ ኣለዎ። ነዚ መስርሕ እዚ ምኽባር ድማ ምርግጋእን ሰላምን የምጽእ። እቶም ንሓደ ነገር ንምክንዋን ኣብ ሰዓቱ ስጉምቲ ዝወስዱ ሰባት መብዛሕትኡ ግዜ ኣብ ዳሕረዋይ ዕድመ ኣቶም ዝያዳ ውሕስነትን ዕግበትን ይረኽቡ። ኣብ መወዳእታ ኣብ መወዳእታ እቲ እንገብሮ ነገር ጥራሕ ዘይኮነስ ነቲ ነገር ንምትግባር እንመርፀሉ ግዜ እውን ኣዝዩ ኣገዳሲ እዩ። ኣጠቓቕማ ግዜ ንመጻኢ ዕድልና ይቐርጾ እዩ። ሕጂ ቅልጥፍ እንዳበልኩ ከንብበን እየ ፈሎ ግበሩኒ ሬጉላር ማለት እዩ እዚኣ ድማ ከዘኻኽረኩም ንእግረ መገደይ ክብ ግባት ኢለያ ዘለኹ ሪስክ ክንብል ከለና ሪስክ ክንብል ከለና ክብ ወይ ክብ ወይ ግብ ንብሎ ብትግርኛ ወይ ክብ ወይ ግብ እዩ ሪስክ ሓንቲ ካብታ ዘስሓቐትኒ ኣብ ዲክሽነሪ ከይደ እስከ እንታይ ክብላ እዩ ገለኢለስ ኣብ ኦንላይን ሪስክ ሲ ሓደጋ ኢሉ ዝገልፆ ሓደጋ ኣይኮነን ሪስክ ሓደጋ ዘይኮነ ክልቲኡ እዩ ዘለዎ ሪስክ ክትወስድ ከለኻ ወይ ክብ ክትብል ኢኻ ወይ ግብ ክትብል ኢኻ እምበር ናብ ሓደጋ ጥራሕ ናብ ሓደ ዳይረክሽን ዝወስድ ኣይኮነን ሶ ሪስክስ ክብል ከለኹ ድማ ሪስክስ ፕሉራል ክኸውን ከሎ ክብ ግባት ኢለ ፅሒፈ ኣለኹ ክብግብ ዘይኮነስ ክብ ግባት ተረዲኣትኩም ክትከውን ተስፋ ገብር ሶ ናብ ንባበይ ክምለስ ን ፔይ ኣቴንሽን ናው ሓይሊ ወቕትን ሰዓትን ኣብ ሂወት ህይወት በብወቕቱ እያ ትግለጽ። ወቕትን ሰዓትን ምርዳእ ድማ ሓደ ካብቶም ዝዓበዩ ኣቕዋማት ጥበብ እዩ። ኣብ ንእስነትና ግዜና ኣብ ትምህርቲ ከነውዕሎ ከሎና ንነብሲ ወከፍ ናይ መጻኢ ስጉምትና ዝድግፍ ዱልዱል መሰረት ንሃንጽ። ኣቐዲምና ክብ ግባት ምስ እንወስድ ናብ ንቡር ክንምለስን ክንዓብን ክንዕወትን ንገዛእ ርእሳትና እኹል ግዜ ንህብ። ኣገደስቲ ውሳኔታት ምውንዛፍ ግን መብዛሕትኡ ግዜ ናብ ዕድላት ምኽሳርን ጣዕሳን እዩ ዘምርሕ። ከምቲ ሓረስቶት ቅድሚ ምዝርኦም ዘይዓጽዱ ዓወት ውን ናቱ ባህርያዊ መስርሕ'ዩ ዝኽተል። ነብሲ ወከፍ ደረጃ ህይወት ነናቱ ዕላማ ኣለዎ። ነዚ መስርሕ እዚ ምኽባር ድማ ምርግጋእን ሰላምን የምጽእ። እቶም ንሓደ ነገር ንምክንዋን ኣብ ሰዓቱ ስጉምቲ ዝወስዱ ሰባት፣ መብዛሕትኡ ግዜ ኣብ ዳሕረዋይ ዕድሜኣቶም ዝያዳ ውሕስነትን ዕግበትን ይረኽቡ። ኣብ መወዳእታ እቲ ንገብሮ ነገር ጥራሕ ዘይኮነስ ነቲ ነገር ንምትግባር እንመርጸሉ ግዜ እውን ኣዝዩ ኣገዳሲ እዩ ኣጠቓቕማ ግዜ ንመጻኢ ዕድልና ይቐርጾ እዩ። ርሑስ በዓል ፋሲካ ይግበረልና። ሰሰናዩ ሰሰናዩ ጠጥዕሙ ንዓኻትኩም